ሰላም ሰላም ክቡራት ተኸታተልቲ ነዚ ቻነል ሎማዓንቲ ብዛዕባ ኦሞ ሮድዮ እንታይ ምዃኑ ጠንቅታቱ ምልክታቱ ሳዕቤናቱ ከምኡ እውን ከመይ ጌርና ኣብ ገዛ ክንፍውሶ ንኽእል ኣብ መወዳእታ ድማ መዓስ ናብ ሓኪም ክንከይድ ከም ዘለና ብዝብል ኣርእስቲ ሒዘልኩም መፅ ኣለኹ ፅቡቕ ምክትታል እሞ እምበኣር ኦሞ ሬድዮ እንታይ እዩ ኦሞ ሬድዮ ክንብል ከለና ኣብ ከባቢ መሃንቱስ ወይ ከዓ ታሕተዋይ ክፋል ናይ መሃንቱስ ዝሓበጠ ወይ ከዓ ዝነደረ ሰራውር ደም ማለትና ኢና እቲ መትንታት ደም ብጣዕሚ ፀቕጢ ካብ ምፍጣሩ ዝተላዕለ ይውጠር ማለት እዩ ክልተ ዓይነት ኦሞሮዲ ኣለዉ ወይ ከዓ ሰለስተ ዓይነት ክንብሎም ንኽእል ኢና ሓደ ውሽጣዊ ኦሞሮዲ ንብሎ ኣብ ውሽጢ መሃንቱስ ወይ ከዓ ታሕተዋይ ክፋል ናይ መሃንቱስና እዩ ድፍጠር ኣብኡ ኮፍ ክብል ይኽእል ንደገውን ክወፅ ይኽእል ካልእ ድማ ግዳማዊ ኦሞረድዮ ይበሃል ንሱ ድማ ኣብ ትሕቲ ቆርበት ወይ ከዓ ኣብ ታሕተዋይ ክፋል ናይ መሃንቱስ እዩ ዝቕመጥ ዝበዝሐ እዋን ኮፍ ክንብል ከለና ቃንዛ ዝገብረልና ድማ እዚ ግዳማዊ ኦሞረድዮ እዩ ካልኦት ሰባት እውን ናይ ክልቲኡ ሕዋስ ክህልዎም ይኽእል እዩ ስለዚ ኣብ ሰለስተ ይምቀሉ ግዳማዊ ውሽጣዊ ናይ ክልቲኡ ሕዋስ ማለት እዩ። ውሽጣዊ ኦሞሮዲዮ ክንብል ከለና ኣብ ኣርባዕተ ክኽፈል ይኽእል እዩ። ኣርባዕተ ደረጃታት ኣለዎ ንምባል እየ። እቲ ቀዳማይ ደረጃ ኣብ ውሽጢ ጥራይ ኮፍ ድብል ሕበጥ ኮይኑ ኮፍ ድብል ኣሎ ቀልቀል ክትወፅእ ከለኻ ከዓ ቁሩብ ቃንዛ ጥራይ ገብረልካ ብዙሕ ግን ንደገ ደይወፅእ ማለት እዩ ካልኣይ እቲ ካልኣይ ደረጃ እቲ ኣብ ውሽጣዊ ደሎ ኦሞረድዮ ወይ ከዓ እቲ ሕበጥ ቀልቀል ክትወፅእ ከለካ ንደገ ይወፅእ ግን ከዓ በዓሉ ይምለስ እቲ ሳልሳይ ደረጃ ድማ ቀልቀል ክትወፅእ ከለካ ንደገ ይወፅእ ወፅኡ ስቕ ይብል እሞ ብኢድካ ጌርካ ምስ ደፋእኻዮ ግን ይምለስ ናብ ቦትኡ ንውሽጢ ይምለስ ማለት እዩ እቲ ራብዓይን ዝኸፈአን ደረጃ ግን እቲ ሕበጥ ካብ ውሽጢ ንደገ ይወፅእ ቀልቀል ክትወፅእ ከለኻ እሞ ኣብኡ ድማ ኮፍ ይብል ዋላ ብኢድካ ክትመልሶ ተፈተንካ ከዓ ዘይምለስ ቀፃሊ ድማ ኣብኡ ኮፍ ይብል እዚ ኣቐንዛውን ኣሸጋርን ይኸውን ማለት እዩ ስለዚ እዚ ውሽጣዊ ኦሞ ረድዮ ኣብ ኣርባዕተ ደረጃታት ኣለዎ ኢልና ኣብ ውሽጢ ኮፍ ድብል ወፂኡ ዝምለስ ባዕሉ ብኢድካ ምስ መለስካዮ ዝምለስ ምስ ወፀ ዘይምለስ ማለት እዩ እዚአን ኣርባዕተ እየን እምበኣር ጠንቅታት ኦሞ ረድዮ እንታይ ክንብል ንኽእል መሲልኩም ኣብ እዋን ቀልቀል ምውፃእ ብሓይሊ ምድፋእ ዒሕ ምባል ብዙሕ ማለት እዩ ካልእ ኣብ ሽቓቕ ነዊሕ ሰዓታት ኮፍ ምባል ቴሌፎን ሒዝካ መፅሓፍ ሒዝካ ገለ ኮፍ ምባል ነቲ መሃንቱስ ካልእ መልእኽቲ ስለ ዝሰደሉ ንሱ ቀፃሊ ይወፅእን ይኣቱን ይወፅእን ይኣቱን ስለ ዝቕፅል እዚ ከዓ ንኦሞ ረድዮ ምክንያት እዩ ካልእ ሕዱር ሕማም ድርቀት ዘለዎ ኣብ ዝሓለፈ ብዛዕባ ድርቀት ክንዛረብ ከለና ኣብተን ዝሓለፋ ቪድዮ ናተይ ተኸታተሉ ሓደ ካብቲ ሳዕቤናት ናይ ድርቀት ኦሞሮዲ ከም ምዃኑ ተዘራሪብና ነርና ወይ እውን ቀፃሊ ተቕማጥ ሕዱር ዝኾነ ተቕማጥ እንድሕር ኣለዎ ኮይኑ ውፅኣት ቀፃሊ ማለት እዩ ስለዚ እቲ መሃንቱስ ቀፃሊ ይኽፈትን ይዕፆን ስለ ዘሎ እዚ እውን ሓደ ካልእ እዩ ትሑት ፅሕጊ ዘለዎ መግቢ ኣመጋግባ ፋይበር ድውሓደ መግቢ ማለት እዩ እዚ ከዓ ንድርቀት ስለ ዘስዕብ ካብ ድርቀት እውን ናብ ኦሞ ረድዮ ስለ ዝቕፅል ማለት እዩ ኣብ ትሕቲ መሃንቱስን ከባቢኡን ዝርከብ ደገፍቲ ጭዋዳታት እቶም ማስልስ ንብሎም ማለት እቶም ጭዋዳታት ምስ ዝደኽሙ ወይ ምስእቲ ዓቕሞም ምስ ዝዝሕል እዚ ድማ ኣብ እርጋንን ጥንስን ገጋጥም ይኽእል እርጋን ክንብል ከለና ልዕሊ ሓ ዓመት ዕድመ ኣብ ጥንሲ ከኣኒ ብሰንኪ ምድፋእ ናይ ማህፀን ማለት እዩ። ካልእ ብተደጋጋሚ ከበድቲ ነገራት ምልዓል እዚ ካብ ብንእሽተና ትሒዝና ወይ ከዓ ካብ ጉብዝና ትሒዝና ድሕር ናይ ከቢድ ምልዓል ስራሕ ኣለና ኮይኑ ወይ ብቀፃሊ ከምኡ ከበድቲ ነገራት ነልዕል እንድሕር ኮይና ዋላ እዞም ከቢድ ዘልዕሉ ንሳቶም እውን ከምዚ ዓይነት ሕማም ከጋጥሞም ይኽእል እዩ ካብ ዓቐን ንላዕሊ ግጅፊ ወይ ከዓ ኦቤሲቲ ንብሎ ማለት እዩ እዚ እውን ጠንቂ ክኸውን ይኽእል እዩ ብፍላይ ኣብ ከብድኻ ዝተቐመጠ ገጅፍ ታሽሙሎ ኮይኑ ኣብዚ ብስእሊ ገይረ ከቐምጠልኩም ፈቲነ ኣለኹ ንእሽተይ ምእንቲ ፅሙቕ ኣቢለ ክጠቕመኩም ኣብ ግዜ ሕርሲ ምቕዳድ ርሕሚ እንተ ኣጋጢሙ ሽዕኡ ምስ ተሰፍየ እዚ እውን ሓደ ምክንያት ናይ ኦሞሮዴ ክኸውን ይኽእል እዩ እንተ ምቕዳድ እቲ ምቕዳድ ንውሕ ዝበለ ኮይኑ ብዙሕ ካልእ ተወሳኺ ሽግራት ክመፅእ ይኽእል እዩ ኣብ መቐመጫ ወይ ከዓ መሃንቱስና ማለት እዩ ካልእ ረኽሲ ናይ መዓናጡ ዘለዎ ሰብ ከም በዓል ሲልያኪ ኣይቢዲ ንብሎ ማለት እዩ ኢንፍላማቶሪ ባውል ዲዚዝ ንብሎ ማለት እዩ እዚ ንኣብነት ሲልያኪ ውፅኣት ዝገብር ድዩ ድርቀት ዝገብር ድዩ ካልእ ተመሳሳሊ ሕማማት ኣብ ከብዲ ወይ ከዓ መዓናጡ እንድሕር ኣለዎ ኮይኑ ሓደ ሰብ ናብ ከምዚ ክብል ይኽእል ኣብ መወዳእታ ድማ ካብ ወለዶ እውን ክመሓላለፍ ተኽእሎ ኣለዎ እዩ ዝበሃል ብፍላይ ኣቦን ኣደን እንተ ኣለዎም ኮይኑ ወይ ከዓ ኣቦን ድሕር ኣለዎ ወይ ኣደን ድሕር ኣለዎ ኮይኑ ተኽእሎ ኣለዎ ናብ ውላድ ክሓልፍ ዝብል ኣሎ ግን እዚ ሙሉእ ብሙሉእ ንፁር ኣይኮነን ማለት እዩ እስኪ ምልክታት ኦሞ ረድዮ ንርአ ኣብ ክልተ ከምቲ ዝፈለናዮ ኣብ ክልተ እዩ ዝፈላለ እቲ ግዳማዊ ኦሞ ረድዮ ናይ ገዛእ ርእሱ ዝኾነ ምልክታት ኣለዎ እቲ ውሽጣዊ ዝኾነ ኦሞ ረድዮ ከዓ ናይ ገዛእ ርእሱ ምልክታት ኣለዎ ግዳማዊ ኦሞ ረድዮ ንኣብነት እንታይ ይገብረልና ሰሓ ኣብ መሃንቱ ዝገብረልና ይኽእል ኣብ ውሽጢ መቐመጫና ሲ ሰሓ ይፈጥረልና ኣብ ጥቓ መሃንቱስ ወይ ከዓ ኣብ ልዕሊኡ ትርር ዝበለ ዕንፍሩ ድመስል ንደገ ዝወፀ ነገር ንርኢ ማለት እዩ ንትንክፎ ንኽእል ኢና ብኢድና ቀፃሊ ይስምዓና እዩ ዋላ እውን ይኹርኩሓና ይኽእል እዩ ማለት እዩ ኣብ መቐመጫና ኣብ መሃንጡስ ጋንዛ ይፈጥር ቀፃሊ ኮፍ ክንብል ከለና ብፍላይ ንንውሕ ዝበለ ሰዓታት ኮፍ ክንብል ኣብ ዘይንኽእለሉ ደረጃ ክፈጥረና ይኽእል ማለት እዩ ኣብ ከባቢ መሃንቱስ ብዙሕ ምድፋእ ምሕካኽ ወይ ምፅራይ እንድሕር ቀፃሊ ትገብር ኮንካ እዚ ነገር እዚ ከለካ ድማ መሊሱ ነዚ ነገር እዚ ከጋድዶ ይኽእል እዩ ማለት እዩ እቲ ውሽጣዊ ኦሞረድዮ ንብሎ ግና ክልተ ምልክታት እየን ዘለዎ መብዛሕትኡ እዋን ብሰንኪ ቀልቀል ክወፅእ ከሎ ስለ ዝፅቀጥ እሞ ክደሚ ይኽእል እዩ ስለዚ ደም ኣብ ቀልቀልና ንርኢ ወይ ኣብቲ ሰገራ ንርኢ ወይ እውን ኣብቲ ንማሰጎሉ ዘለና ሶፍት ወይ ወረቐት ክንርኢ ንኽእል ዝኾነ ቀይሕ ነገር ኣብ ደም ደም ዝተሓወሶ ነገር ቀልቀል እውን ክንርኢ ንኽእል ኢና ቀፃሊ ማለት እዩ ካልኣይቲ ምልክት ድማ እቲ መሃንቱስ ንደገ ናይ ምውፃእ ወይ ከዓ ይድፋእ ንደገ ማለት እዩ እዚ መብዛሕትኡ ግዜ እንተ ደኣ ንደገ ዘይወፅዩ እዚ ውሽጣዊ ኣእምሮ ድዮ ቃንዛ ብዙሕ የብሉን ንደገ እንድሕር ክወፅ ጀሚሩ ግን ሽዑ እዩ ቃንዛ ዝበርትዐ ዝኸውን ማለት እዩ እምበኣር ናብቲ ኣገዳሲ ነገር ክንከይድ እሱ ከዓኒ ኣብ ገዛ ብኸመይ ጌርና ክንፍውሶ ንኽእል ንኦሞሮ ድዮ ዝብል እዩ ብፍላይ ኣብቲ መጀመርታ እዋን እንድሕር ኮይኑ ብጣዕሚ ኣገዳሲ ነገር ክንገብሮ ዘለና ኣመጋግባና ፅሕጊ ዝበዝሖ ወይ ከዓ ፋይበር ዝበዝሖ መግብታት ክንበልዕ ኣለና ማለት ሲ ኣሕምልቲ ብጣዕሚ ኣገደስቲ እዮም ጥረታት ኣመሰሉ ማለት እዩ ምክንያቱ ነቲ ቀልቀልና የፍኩሶ እሞ ስለዚ ብቐሊሉ ክወፀልና ከሎ እቲ ነዲሩ ዝነበረ መትንታት ደም ባዕሉ ናብ ንቡር ክምለስ ይኽእል እዩ ከምኡውን እኹል ፈሳሲ ምውሳድ ብፍላይ ብብዝሒ ማይ ምስታይ ኣብ መዓልቲ ብጣዕሚ ኣገዳሲ እዩ ኣብዛ ትመፅእ ዘላ ቪድዮ ብዛዕባ ፈሳሲ ኣወሳስዳ ማይ ይኹን ፈሳሲ ኣወሳስዳ ክንዘራረብ ኢና ስለዚ ተኸታተሉ ኢኹም ኣብ ዝመፅእ ዘሎ ኣብዚ ቀረባ መዓልትታት ማለት እዩ ኣብ እዋን ቀልቀል ምውፃእ እውን ብሓይሊ ምድፋእ ከነወግዶ ኣለና ማለት እዩ። እቲ እቲ ዘለና እቲ ቀልቀል ከም ዘለና ዝስምዓና እዋን ነታ ዘላ ምስ ደፋእናያ ካብኡ ንድሓር ግን ብሓይሊ ነዊሕ ሰዓታት ክወፅእ ኣለዎ ኢልካ ምድፋእ ፅቡቅ ኣይኮነን እንታይ ደኣ ትትስእ እሞ ትኸይድ ትንቀሳቐስ ንእሽተይ ሽዑ ከም እንደገና ክደፍኣካ ምስ ጀመረ ተመሊስካ ክትብል ትኽእል ኢኻ ማለት እዩ ክትፍትን ትኽእል ኢኻ ከምዚ ውፅኢታዊ እዩ እዚ ነገር እዚ ምግባር ማለት እዩ ካልእ ምንቅስቃስ ኣካላት ምዝውታር ደኣ መሰለ ነገር እውን ኣገዳሲ እዩ ብጣዕሚ ፅቡቅ እዩ ንኦሞ ረድዮ ካብ ድርቀት ስለ ዘቃልለልካ ንኦሞ ረድዮካ የፍኩሰልካ ማለት እዩ ንነዊሕ እዋን እውን ኣብ ሽቓቕ ኮፍ ዘይምባል ብፍላይ ቴሌፎን ሒዝና ወይ መፅሕፍቲ ሒዝና ወይ ገለ ኣብ ሽቓቕ ኮፍ ዘይምባል ብፍላይ እንተ ቀልቀል ትወፅእ ኣለካ ኮንካ ማለት እዩ ኣብ ዝኾነ ካልእ እዋን ዝሓሸ ኣብ ሳሎን ኮፍ ምባል እዩ ካልእ ብዘይካ ኣብ ገዛና ድማ ኣብ ሕክምና ከድና ወይ ኣብ ፋርማሲ ከድና ብዘይ ናይ ሓኪም ወረቐት ክንወስዶ ንኽእል ነገራት ኣሎ ንኣብነት ነቲ ፋርማሲ መለስለሲ ሰገራ ሃበኒ ክትብሎ ትኽእል ኢኻ መለስለሲ ሰገራ ኣሎ ብቐሊሉ ክውሰድ ዝኽእል እንተደኣ እቲ ኣብ ገዛ ትገብሮ ዘለካ ነገራት እንተደኣ ቁርብ ታሽሙ ሓገዝ ኣድልዩካ ማለት እዩ ስለዚ መለስለሲ ሰገራ ክንወስድ ንኽእል ኢና ንቃንዛ መፍኮሲ ማለት ንቃንዛ መዝሓሊ ድማ ብቐሊሉ እውን ካብ ፋርማሲ ክንወስድ ንኽእል ኢና ካልእ እውን ንናይ ኦሞሮድዮ ክሬም ብዘይካ ብዘይ ሓኪም ሓኪም ከይፀሓፈና ብቐሊሉ ክርከቡ ዝኽእሉ ኣብ ፋርማስታት ኣለዉ ናይ ኦሞሮድዮ ክሬም ሃቡኒ ትብሎም ወይ እውን ቅብኣት ኣሎ ወይ ከዓ ሳፖሲቶሪ ወይ ከዓ ብመቐመጫ ዝኣቱ መድሃኒት ማለት እዩ እዚ ብጣዕሚ እዩ ዘቕልሎ ነቲ ነቲ ቃንዛ ብፍላይ ግዳማዊ ኦሞሮድዮ እንድሕር ኣለና ኮይኑ ብጣዕሚ እዩ ነቲ ቃንዛ ዘጉድሎ ብቐሊሉ እውን ቀልቀል ክወፀልና ክእል ምስ ግዜ ከዓ ከምኡ እናቐፀለ ተኸይዱ ከዓ ቁሩብ ክሕሸና ይኽእል እዩ ማለት እዩ ካልእ ኣብዚኣ ስእሊ ገይረልኩም ዘለኹ ሓንቲ ካልእ ኣገባብ ድማ ኣላ እዚኣ ድማ ውዑይ ወይ ከዓ ልብጥ ዝበለ ማይ ጌርካ ምሕፃብ ቀፃሊ ፅቡቕ እዩ ብፍላይ ድማ ኣብ ሲት ባዝ ኢና ንብላ እዚኣ ሓንቲ ዕሙቕ ዝበለት ጎማ ኣምፂኻ ልብጥ ዝበለ ማይ ጌርካ ኣብኡ ንእሽተይ ጨው ንስንስ ኣቢልካ ኣብኡ ኮፍ ክትብል ብጣዕሚ እዩ ነቲ ውሽጣዊ ኦሞ ረድዮ ዘለዎ ሰብ ማራ የፍኩሰሉ እዩ ብጣዕሚ እዩ ዝዝሕለሉ ማለት እዩ ስለዚ እዚ ከዓ ምግባር ፅቡቕ እዩ እሞ ኸደኣ እንድሕር እዚ ኩሉታት ጌርና እንተ ዘይተፈዊሱ ኸደኣ እንታይ እዩ ሳዕቤናት ኦሞሮጀ ክኸውን ዝኽእል እሞ ስለምንታይ ኢና ናብ ሕክምና ክሕከም ኣለዎ ገለ ንብል ዘለና እንድሕር ኢልና ኣብ ግዳማዊ ኦሞሮጀ ብፍላይ ምቁፃር ደም ስለ ከጋጥም ዝኽእል እቲ ምቁፃር ደም ድማ ንካልእ ሳዕቤናት ስለ ዝኾነ ስለዚ ፅቡቕ ስለ ዘይኮነ ብቐሊሉ ከዓ ዳሕራይ እዋን እውን ክፍታሕ ስለ ዘይክእል ስለዚ ቀልጢፍና ናብ ሕክምና ክንከይድ ኣለና እንተ እዚ ኩሉ ነገራት ጌርና ዘይሓዊና ማለት እዩ ካልእ እውን ሳዕቤን ናይ ኦሞረዲ ክኸውን ዝኽእል ስኪን ታግስ ንብሎ ንሕና ማለት እዩ ኣብ ግዳማዊ ኦሞረዲ ዝርከብ ረቂቕ ደም ታሽሙ ይኸውን ዓንኪሩ ኣብ ቆርበት ኮፍ ይብል ማለት እዩ ስለዚ ስቲል ነቲ ሰብ ተኣሽሙ ክገብረሉ ይኽእል ምኩርኳሕ ክገብረሉ ይኽእል ማለት እዩ ረኽሲ ናይ ቁስሊ ክኸውን ይኽእል ሕጂ እዚ እቲ ኦሞረድዮ ኮይኑ ወፂኡ ዘሎ እቲ እቲ ታግ ወፂኡ ዘሎ ማለት እቲ ቆርበት ንደገ ወፂኡ ዘሎ ንሱ ከዓ ክረክስ ይኽእል እዩ ንሱ ተረኪሱ ከዓ ዝገደደ እዩ ምክንያቱ ድሮ ብቀልቀል ድወፅእ ዘሎ ረሳሒ ድወፅእ ዘሎ ኣብኡ ከዓ ብቀሊሉ ባክተርያ ክፋረዩ ይኽእሉ እዮም እዚ ድማ ንብምሉእ እቲ ክፋላት ናይ መቐመጫ ጥራሕ ዘይኮነ እውን ናብ ካልእ ዘይተደልየ ረኽሲ ክቕፅል ስለ ዝኽእል ክሕከም ኣለዎ ማለት እዩ ካልእ ስትራንጉሌትድ ሄሞሬይድ ንብሎ እዚ ከዓኒ ኣብ ከባቢ መሃንቱስ ዝርከቡ ጨዋዳታት ነቲ ብመኽፈቲ መሃንቱስ ዝወደቐ ወይ ከዓ ዝወፀ ውሽጣዊ ኦሞረድዮ ቀረብ ደም የቋርፅ ማለት ይዓግትዎ ከምዚ ገይሮም ይሓንቅዎ እሞ ስለዚ እቲ እቲ ከባቢ መሃንቱስ ዘሎ ክፋልሲ መትኒ ደም ከም ዘይረክብ ይገብርዎ ስለዚ ከምዚ ግቡእ ኤነርጂ ወይ ከዓ መግቢ ስለ ዘይረክብ ዘሎ ካብ ደም ናብ ካልእ ሳዕቤን ይቕፅል ብድሕሪኡ ድማ እንተ እዚ ብፍላይ ውሽጣዊ ኦሞሬድ እንተ ዘይተሓኪሙ እውን ናብ ዋሕዲ ደም ከስዕበልና ይኽእል ምክንያቱ ደም ክፈስስ ስለ ዝኽእል ቀፃሊ ማለት እዩ ስለዚ እዚኦም ሳዕቤናት እዚኦም ንምውጋድ ናብ ሕክምና ክንከይድ ኣለና ማለት እዩ ግን መዓስ እየ ናብ ሓኪም ክኸይድ ዘለኒ ወይ ከዓ መዓስ እየ ነቲ ሓኪመይ ኮንታክት ክገብሮ ዘለኒ ዝብል ሕቶ ከዓኒ እዚ ዝረኣናዮ ኣፈዋውሳ ንሓደ ሰሙን ከባቢ ኣብ ገዛና ፈቲና ፈቲና ምዃኑ ድሕር ኣብዩና ሽዕኡ ንሓኪም ኮንታክት ክንገብሮ ኣለና ማለት እዩ ካብኡ ዝገደደ ክኸውን ስለ ዝኽእል ወይ እውን ካልእ ተወሳኺ መርመራታት ዘድልዮ ክኸውን ስለ ዝኽእል ወይ እውን ፕሬስክሪፕሽን ዘድልዮ ወይ ከዓ ናይ ሓኪም ወረቐት ዘድልዮ መድሃኒት ከድልየካ ስለ ዝኽእል ንሓኪም ኮንታክት ክንገብሮ ኣለና ካብኡ ዝቐፀለ ድማ ካብ መሃንቱስና ወይ ከዓ ካብ ኣብ ቀልቀልና ደም ምስ ንርኢ ብፍላይ ንፁህ ደም እንድሕር ኢና ብብዝሒ ደም ፈስስ እንድሕር ኣሎ ኮይኑ ቃንዛ ኣዝዩ ብርቱዕ እንድሕር ኮይኑ እዚ ቀልጢፍና ናብ ሓኪም ኮንታክት ክንገብር ኣለና ማለት እዩ እዚ ስለምንታይ ተልኩምኒ ካልኦት ናይ ንኸምዚ ዓይነት ሕማማት ምኽንያታት ክኾኑ ዝኽእሉ ከዓ ስለ ዘለዉ ንኣብነት ክሮንስ ዲዚዝ ንብሎ ኣሎ እዚ ናይ መዓናጡ ረክሲ ዝገብር ንብምሉኡ መዓናጡኻ ካብ ላዕሊ ክሳብ ታሕቲ ክፀልዎ ዝኽእል ወይ ከዓ ከጥቅዖ ዝኽእል ማለት እዩ ቁስሊ መዓንጣ ኣሎ ካልእ መንሽሮ ናይ መዓንጣ ክኸውን ይኽእል ክሳብ መንሽሮ ናይ መሃንቱስ እውን ክኸውን ስለ ዝኽእል ነዚ ከምስታት ነገር ቀልጢፍካ እንተረኺብካዮ ቀልጢፉ ከዓ ናይ ምሕዋይ ዕድል ስለ ዘለዎ ብዝተካእለ መጠን ደም ብፍላይ ብብዝሒ እንተ ርኢና ቀልጢፍና ናብ ሕክምና ክንከይድ ክንክእል ኣለና ግን ኣብ ገዛና ከዓ ሓደ ሰሙን ፈቲናዮ ደም ዘይብሉ ኮይኑ ግን ሓደ ሰሙን ፈቲናዮ እንተ ምኳን ኣብና ድማ እዚ እውን ናብ ሓኪም ክንከይድ ይግበኣና እዩ ማለት እዩ